ሰላም ዝኸበርኩም ተኸታተልቲ ማህደር ኔትወርክ ከመይ ቀኒኹም ንሎማዓንቲ ከዓ ሓደ ካብቲ ኣዝዩ ኣገዳስን ኣድላይን ግን ከዓ ብፍላይ ኣብ ሕብረተሰብና ብዙሕ ዘይዝረበሉን ልሙድ ዘይኮነ ኣርእስትን ሒዝናልኩም መጺእና ኣለና። ንሱ ከኣ ብዛዕባ ገንዘብ ብፍላይ ከኣ ኣብ ክረዲት ስኮር ወይ ከኣ ክረዲት ነጥቢ ዘተኮረ እዩ። ቅድሚ ግን ክሓተኩም እስከ ክረዲት ስኮርካ ወይ ክረዲት ስኮርኪ ዋን ኦ ዋን ወይ ሚእትን ሓደን ድዩ እንተዝብለኩም እንታይ ምበልኩምኒ? ርግጸኛ እየ ብዙሓት ሰባት እንታይ ኸዋን እዋን ከም ትብሉኒ ምክንያቱ ብዙሕ ሰብ፣ ብፍላይ እቲ ስደተኛ ወይ ወጻእተኛ ኢልና እንጽውዖ ሰብ፣ ኣብ ክረዲት ስኮር ዘለዎ ኣፍልጦን ተገዳስነትን ኣዝዩ ትሑት እዩ። ስለዚ ኢና እምበኣር ሎማዓንቲ ብዛዕባ ክረዲት ስኮር እንታይ ወይ ክረዲት ነጥቢ እንታይ እዩ ዝብል ኣርእስቲ ሒዝና መጺና ዘለና። ኣነ ንርእሰይ ኣብ ዝሓለፈ ሓሙሽተ ዓመት ብፍላይ ክረዲት ስኮርካ ወይ ክረዲት ነጥብኻ ማዕረ ክንደይ ኣገዳስን ኣድላይን ምዃኑ ተማሂረ። በዚ መሰረት ከኣ ኣብ ክረዲት ስኮር ዘለኒ ተገዳስነትን መጽናዕትን በብጊዜኡ እንዳዕበኹዎ መጽየ ማለት እዩ። እምበኣር ንሎማዓንቲ ከኣ ኣገዳስነቱ ማዕሪ ክንደይ ምዃኑ ብፍላይ ኣብዚ ንነብረሉ ዘለና ምዕራባዊ ሃገር ስለ ዝተረዳእና ንሎማዓንቲ ብዛዕባ ክረዲት ስኮር እንታይ ማለት እዩ ኣብ ምንታይ እዩ ከ ዝጸልወካ ልዕሊ ኩሉ ከኣ ናይ ሎማዓንቲ ኣርእስትና ጽቒጥና ንዛረበሉ ከኣ ክረዲት ስኮርካ ወይ ክረዲት ነጥብኻ ካብ ዜሮ ማለት ካብ ዝተሓተ ተበጊስካ ከመይ ጌርካ ትሃንጾ ወይ ተዕብዮ ዝብል ኣርእስቲ ክንዘራረብ ኢና። ክሳዕ መወዳእታ ምሳና ክትጸንሑ ብክብሪ ይዕድመኩም። ሰናይ ምክትታል። ክረዲት ስኮርካ እንታይ ማለት እዩ ወይ ክረዲት ስኮርሲ እንታይ እዩ እንተድኣ ኢልና ክረዲት ስኮርካ ወይ እቲ ክረዲት ነጥብኻ ዝበሃል ኣብ ገንዘብ ማዕሪ ክንደይ እሙን ምዃንካ ወይ ከኣኒ ኣብ ፋይናንሳዊ መዳይ ህይወትካ ማዕሪ ክንደይ እሙን ምዃንካ ዝገልጽ ነጥቢ ወይ ቁጽሪ እዩ። ብሓፈሻ ልክዕ ከምቲ ንሓደ ተምሃራይ ንፉዕ፣ ሕማቕ ወይ ማእከላይ ደረጃ ኣሎ ኢልና ብነጥቡ ንፈላልዮ፣ ልክዕ ኣብ ፋይናንሳዊ ህይወትና ከኣ እንተደኣ ጽቡቕ ምሕደራ ይኽእል እዩ ወይ ሕማቕ ምሕደራ ኣለዎ ናይ ገንዘብ ኢሎም ክፈላልይዎ ተኮይኖም እዚ ክሬዲት ስኮር ንብሎ ዘለና የረጋግጹ ወይ ይርእይዎ ማለት እዮም ስለዚ እዚ ክሬዲት ስኮር ንብሎ ዘለና ኣብ ዝኾነ ግዜ ፋይናንስ ኣብ ትሓተሉ ወይ ሞርጌጅ ኣብ ትሓተሉ ግዜ ወይ ከዓ ኮንትራት ወይ ውዕል ንብሎ ኣብ ትሓተሉ ግዜ ኮታስ ብሓፈሻ ገንዘብ ሙሉእ ከፊልካ ዘይተምፅኦ ንብረት እንተ ሓቲትካ እዮም እታ ቀዳመይቲ ክገብርዋ ዝኽእሉ ነገር እንተደኣላ ኮይና ክሬዲት ስኮር ናትካ ወይ ክሬዲት ነጥብኻ የረጋግፁ ወይ ይርእዎ ማለት እዮም ብኡ መሰረት ከዓ ወይ ይህቡኻ ወይ ኖ ይብሉኻ ወይ ዝለዓለ ዝተሓተ ወለድ ዘለዎ ገይሮም ይህቡኻ ማለት እዮም ስለዚ ክሬዲት ስኮር ኣብ ህይወትና ኣዝዩ ዓብን ኣገዳስን ነገር እዩ ሓደ ሰብ ልዑል ክሬዲት ስኮር ወይ ላዕሊ ክሬዲት ነጥቢ ዘለዎ ሰብ ከመይ ዝበለ ሰብ እዩ እንተ ኢልና ሓደ ሰብ ዝለዓለ ክሬዲት ስኮር ዘለዎ ሰብ ዝበሃል ዝኽፈል ዘለዎ ነገራት ኣብ ሰዓቱን ኣብ ግዜኡን ዝኸፍል ሰብ እዩ እዚ ከዓ ብሓፈሻ ፅቡቕ ምሕደራ ናይ ገንዘብ ወይ ከዓ ንፅቡቕ ኣጠቃቕማ ገንዘብ ዘለዎ ሰብ ተባሂሉ ይግለጽ ማለት እዩ። ከምኡ ስለ ዝኾነ ጽቡቕ ምሕደራና ገንዘብ ኣለዎ ተባሂሉ ስለ ዝእመነሉ እቲ ልዑል ክረዲት ስኮር ዘለዎ ሰብ በቶም ኣለቃሕቲ ንብሎም ዘለና ኣለቃሕቲ ማለት ኮንትራት ኣብ ንደልየሉ ወይ ውዕል ኣብ ንኣትወሉ ግዜ ናይ ቴሌፎን ክኸውን ይኽእል ናይ መኪና ናይ ገዛ ናይ ዝተፈላለየ ብወርሓዊ ዝኽፈል ነገራት በዞም ኣለቃሕቲ ንብሎም ዘለና እሙን እዩ እሙን ስለ ዝኾነ ከኣ ዝበዝሕ ግዜ ጽቡቕ ውዕል ወይ ከኣ ዝተሓተ ወለድ ዘለዎ ውዑል ክረክብ የኽእሎ ማለት እዩ ብሓፈሻ ሕጂ ልዑል ክረዲት ስኮር ዘለዎ ሲ ክንደይ ነጥቢ ዘለዎ እዩ ወይ ክንደይ እቲ ቁጽሪ ክንብል እንተ ኮይና ብሓፈሻ ኣብ ዓለም ኣብ ፋይናንሳዊ ታሪክ ህይወትና ልክዕ ከምዚ ታሪክ ህይወትና ዝስነድ ኣብ ናይ ፋይናንሳዊ መዳይ ታሪኽ ህይወትና ዝስንዳ ትካላት ኣለዋ። እዘን ትካላት እዚኤን ክረዲት ረፈረንስ ኤጀንሲስ ዝበሃላ ማለት እየን። እዘን ክረዲት ረፈረንስስ ኤጀንሲ ዝበሃላ ኣብ ሙሉእ ዓለም ብዙሓት ትካላት ኣለዋ። ስለዚ እቲ ነጥቢ ዝህብኦ ካብ ሃገር ናብ ሃገር ካብ ትካል ናብ ትካል ይፈላለይ ማለት እዩ ስለዚ ኣብ ናይ ዩከይ ክንርኢ ተኮይና ወይ ኣብ ናይ ዓባይ ብሪጣንያ ክንርኢ እንተ ኮይና ገሊኤን ትካላት ዝለዓለ ነጥቢ ሽዱሽተ ሚእቲ ዝህባ ኣለዋ፣ ገሊኤን ትካላት ከኣ ክሳብ ሽሕ ዝህባ ኣለዋ። እዚ ማለት ግን እተን ታሕቲ ዝህባ ሕማቓት ትካላት እተን ላዕሊ ዝህባ ጽቡቓት ማለት ዘይኮነ፣ እቲ ዓይነት መዐቀኒ ዝጥቀማሉ ሲስተም ነ በይኑ ስለ ዝኾነ ጥራሕ እዩ። ልክዕ ከምዚ ኣብ ናይ ተማሃራይ ክንዛረብ ጸኒሕና፣ ሓደ ሰብ ኣብዚ ዓዲ GCSE እንተደኣ ፈተና ገብር ኣሎ ኮይኑ ነጥቢ ዝለዓለ ክወሃቦ ዝኽእል ነጥቢ ክንደይ እዩ እንተኢልና ትሽዓተ እዩ። ካብ ትሽዓተ እዩ። ኣብ ዓድና ኣብ ኤርትራ ከኣ ዝለዓለ ናይ ፈተና ውጽኢትካ ካብ ሚእቲ ስለ ዝኾነ ካብ ሚእቲ ክንድዚ ረኺብካ። ሓደ ሰብ ቴስዓ ዘምጸአን ሸሞንተ ዘምጸን ኣብዚ ዓዲ እቲ ቴስዓ ዘምጸ ይነፍዕ ማለት ኣይኮነን። ንኽርዳና ኢለ ማለት ስለዚ እቲ ረቋሒታት መምዘኒ ናይዚ ክሬዲት ስኮር ንብሎ ዘለና ዝጥቀማሉ ሓደ ዓይነት ኮተቦ ኮነ እቲ ኣዋህባ ነጥቢ ግን እፈላለዩ ስለዚ እቶም ክረዲት ረፈረንስ ኤጀንሲ ብምንታይ ገይሮም ይዕቁንዎ በየነይቲ ካምፓኒ ገይሮም ይዕቁንዎ ከም ዘለዉ ስለ ዝፈልጡ ጽቡቕን ሕማቕን ንኸለለዩ ዘሸግሮም ነገር ኣይኮነን ብሓፈሻ ግን ከምዚ ንዕዘቦ ዘለና ገሊኤን ካምፓኒ ካብ ሽዱሽተ ሚእቲ ዝለዓለ ነጥቢ ሽዱሽተ ሚእቲ ይህባ ገሊኤን ከዓ ዝለዓለ ክሳብ ሽሕ ይህባ ከምዚ ክንብሎ ፀናሕና እቲ ናቶም ኣዋህህባ ሲስተም ወይ ከዓ እቲ ናቶም ኣሰራርሓ በበይኑ ስለ ዝኾነ ማለት እዩ ስለዚ እቲ ዝለዓለ ኣብ ገሊኡ ካምፓኒ ከምዚ ክንብሎ ዝጸናሕና ሽዱሽተ ሚእቲ ወይ ኣብ ገሊኡ ካምፓኒ ከኣ ሽሕ ክኸውን ይኽእል። ብሓፈሻ ግን እቲ መዐየሪ ንብሎ ወይ እቲ ረቋሒታት መምዘኒ ናይ ሓደ ክረዲት ስኮር ኣዋህባ ዝጥቀማሉ ግን ኩለን ሰነዳት ብምእካብ እየን ዝጥቀማሉ ማለት እዩ። ጽቡቕ ክረዲት ስኮር ዘለዎ ሰብሲ እሞ ሕጂ እንተ ዝለዓለ ሽሕ እንተኾይኑ ወይ ሽዱሽተ ሚእቲ እንተኾይኑስ ከመይ ዝበለ እዩ እንተ ኢልና ከምዚ ንዕዘቦ ዘለና ኣብዚ ስክሪን እዚ ብቀይሕ ወገን ዘሎ እቲ ዝተሓተ ክረዲት ስኮር ወይ ክረዲት ነጥቢ ዘለዎ ሰባት እዮም እቶም ብቀጠልያ ዘለዉ ከዓ እቶም ዝለዓሉ ክረዲት ስኮር ወይ ክረዲት ነጥቢ ዘለዎም ሰባት እዮም ስለዚ እዚ ንብሎ ዘለና ንኣብነት ሓንቲ ትካል ዝለዓለ በዛ ኣብዛ ዘላ ስእሊ ዘላ ትሽዓተ ሚእቲ እንተድኣ ዝህቡ ኮይኖም ዝለዓለ ነጥቢ ከምዚ ንዕዘቦ ዘለና ካብ ሰለስተ ሚእቲ ክሳብ ኣርባዕተ ሚእትን ተስዓን ትሽዓተን ኣዝዩ ድኹም ወይ ሕማቕ ክረዲት ስኮር ተባሂሉ ይጽዋዕ እቲ ዝተሓተ ማለት እዩ እቲ ዝለዓለ ከኣ ካብ ሸውዓተ ሚእትን ሰማንያን ሓደን ክሳብ ሸሞንተ ሚእትን ሓምሳን ከኣ ዝጸበቐ ወይ ዝበለጸ ክረዲት ስኮር ተባሂሉ ይፍለጥ እቲ ማእከላይ ደረጃ ዝበሃል ከኣ ካብ ሽዱሽተ ሚእትን ሓደን ክሳብ ሽዱሽተ ሚእትን ሱሳን ማለት እዩ ትሑት ክሬዲት ስኮር ዘለዎ ሰብ ከ ከመይ ዝበለ እዩ እንተ ኢልና ከምቲ ዓንቲ ወይ ልዑል ክሬዲት ስኮር ዘለዎ ሰብሲ ከመይ ዝበለ እዩ ንብሎ ነበርና ምስኡ ክናፃፀር ከሎ እዚ ትሑት ክሬዲት ስኮር ወይ ክሬዲት ነጥቢ ዘለዎ ሰብ ከዓ ዝግብኦ ክፍሊት ኣብ ሰዓቱን ኣብ መዓልቱን ዘይከፍል ሰብ እዩ እዚ ሰብ እዚ ብናይ ፋይናንሳዊ ዓለም ክረእይ ከሎ ሕማቕ ኣጠቓቕማ ገንዘብ ወይ ከኣ ሕማቕ ምሕድራ ገንዘብ ዘለዎ ተባሂሉ ይግለጽ። ከምኡ ስለ ዝኾነ እዚ ሰብ እዚ በዘን ልቓሕ ዝህባ ንብለን ዘለና ትካላት እሙን ኣይኮነን። ምኽንያቱ ንዓኣቶም ኣዝዩ ሓደጋ እዩ። እንተድኣ ሓደ ሰብ ጽቡቕ ምሕደራ ናይ ገንዘብ ዘይብሉ ሰብ ኮይኑ፣ ዝተሓተ ክረዲት ስኮር ወይ ከኣ ክረዲት ነጥቢ ዘለዎ ሰብ እንተድኣ ኮይኑ፣ ሓንቲ ትካል መኪና ሂባ ወርሓዊ ክፈለና ክትብሎ ኣዝዩ ይኸብዶም ወይ ከኣ ኣዝዩ እምነት የጉድሉ ኣብቲ ሰብ እቲ ማለት እዩ። ስለዚ ዝበዝሕ ግዜ እንታይ እዩ ነቲ ዝተሓተ ክረዲት ስኮር ዘለዎ ወይ ክረዲት ነጥቢ ዘለዎ ሰብ፣ ወይ ይኸልእዎ ወይ ከዓ ዝለዓለ እቲ ኢንተረስት ረይት ንብሎ ዘለና ወይ ከዓ ወለድ እንዳኸፈለ ክጥቀም ይኽእል ማለት እዩ ሕጂ ከምዚ ክንብሎ ፀናሕና ዝለዓለ ክሬዲት ስኮር ክንርኢ ፀኒሕና ዝተሓተ ክሬዲት ስኮር ከ ክንደይ እንተ ኢልና ብሓፈሻ ከምዚ ክንብሎ ፀናሕና ካብ ዜሮ እዩ ዝብገስ ግን ከምዚ ዓንተወይ ሎማዓንቲ ብናይ ተማሃራይ ጥራሕ ዘላ ኣብነት መስለኒ ከምዚ ልክዕ ሓደ ተምሃራይ ዓመት ምሉእ እንተ ትምህርቲ ከይዱስ ዜሮ ካብ ሚእቲ መቸም ዝወሃብ ዳርጋ ሰብ የለን ስለዚ እቲ ክረዲት ዋን ኦ ዋን ንብሎ ዝነበርና ኣብ ዓባይ ብርጣንያ እቲ ዝተሓተ ነጥቢ ዝወሃብ ሰብ ዋን ኦ ዋን ወይ ሚእትን ሓደን ማለት እዩ ስለዚ ሚእትን ሓደን እቲ ዝተሓተ ክረዲት ስኮር ዝወሃብ ኣብ ዓባይ ብርጣንያ እዩ ክረዲት ስኮርና መዓስ እዩ ዝጠቕመና ወይ ኣብ ምንታይ ኢና ንጥቀመሉ ዝብል ግዴታ ክንርኢ ኢና ማለት እዩ ስለዚ መዓስ እዩ ዘድልየና እቲ ክሬዲት ስኮርና እንተኢልና ብሓፈሻ ኣብ ነፍሲ ወከፍ እዋን ሙሉእ ገንዘብ ከፊልና ዘይንወስደሉ ንብረት እንተኮይኑ ንኣብነት ከድካ ቴሌፎን ካሽ ወይ ከዓ ብካርድካ ድዩ ሙሉእ ቴሌፎን ዋጋ ከፊልካ ዘይትወስዳ ብወርሒ ክትከፍላ እንተ ኮንካ ወይ ፋይናንስ ንብሎ ናይ መኪና ብወርሓዊ ዝኽፈል እንተ ኮይኑ ፋይናንስ ኢልና ንፅውዖ፣ ገዛ ንምግዛእ ከዓ ብወርሓዊ ዝኽፈል እንተ ኮይኑ ከዓ ሞርጌጅ። ኩሉ ብሓፈሻ እዚ ሞርጌጅ ንብሎ ዘለና ውዕል ወይ ኮንትራት ንብሎ ዘለናን ፋይናንስን ኣብ ትሕቲ ልቓሕ እዩ ዝሕሰብ ማለት እዩ። ስለዚ ነፍሲ ወከፍ እዋን ልቓሕ ኣብ ንሓተሉ እዋን እዚ ክሬዲት ስኮርና ኣገዳሲ እዩ። እዚ ማለት መኪና ክንገዝእ ኣብ ንደልየሉ እዋን፣ ፋይናንስ ማለት እዩ፣ ኮንትራት ናይ ተሌፎን ድዩ ናይ ሲም ካርድ ከይተረፈ ኣብ ንደልየሉ እዋን እዚ ክረዲት ስኮርና ኣገዳሲ እዩ። ካልእ ገለኤን ሃገራት በጻሒ ኮንካ ኣብ ገለ ሃገር ክትገይሽ እንተ ደሊኻ ቅድሚ ምጋሽካ ወይ ምምጻኻ ናብቲ ሃገር ክረዲት ስኮርካ ከይተረፈ ዘረጋግጻ ወይ ዝርኣ ሃገራት እውን ኣለዋ ማለት እዩ እሱ ጥራሕ ዘይኮነ ኣብ ገሊኡ ስራሕ ንኣብነት ኣብ ባንኪ ድዩ ወይ ኣብ ካልእ ተኣፋፊ ቦታታት ምስ ገንዘብ ዝተኣሳሰር ወይ ምስ ዓቢ ፖለቲካዊ ኩነታት ዝተኣሳሰር ስራሕ ክእትዉኻ እንተ ደኣ ኮይኖም እዚ ሕማቅ ክረዲት ስኮር ዘለዎ ወይ ትሑት ክረዲት ስኮር ዘለዎ ሰብ ጽቡቅ ምሕደራ ናይ ገንዘብ ወይ ኣጠቃቅማ ገንዘብ ዘይክእል ሰብ ስለ ዝኾነ ንብልሽውና ወይ ንኮራፕሽን ዝተቃልዐ ሰብ ስለ ዝኾነ ቅድሚ ስራሕ ምቑፃረን ገሊኤን ትካላት ክረዲት ስኮርካ ከይተረፈ ቸክ ዝገብራ ኣለዋ ወይ ከዓ ዘረጋግፃ ኣለዋ። ስለዚ ክንሪኦ ከለና ክረዲት ስኮር ማዕሪ ክንደይ ኣድላይን ኣገዳስን ምዃኑ ክንመሃር ንኽእል ማለት እዩ። ብሓፈሻ ዝበዝሕ ሰብ ስለምንታይ እዩ እቲ ክረዲት ስኮር ናቱ ዝተሓተ ወይ ከዓ ነቲ ዋን ኦ ዋን ዝኸውን ንብሎ ዘለና ዝበዝሕ ግዜ እንተ ደኣ ሓደሽቲ ስደተኛታት እንተኾይኖም ወይ ወፃእተኛታት እንተ ኮይኖም ወይ ከዓ መንእሰያት እንተኾይኖም ወይ ተምሃሮ እንተኾይኖም ብዙሕ ናይ ልቓሕ ታሪክ ስለ ዘይብሎም ኣብ ፋይናንሳዊ መዳ ዝኾነ ታሪክ ስለ ዘይብሎም ሓደ ካብቲ ትሑት ክሬዲት ስኮርካ ዘግብሮ ነገር እዩ ምክንያቱ ዝኾነ ዝተሰነደ ፋይናንሳዊ መዳ ሂወትካ ስለ ዘየለ ሓደ ምክንያት ክኸውን ይኽእል እዩ እቲ ዝዓበየ ምክንያት ግን ናይ ዝበዝሕ ሰብ ትሑት ክረዲት ስኮር ወይ ክረዲት ነጥቢ ዘለዎ ሰብ እንታይ እዩ እንተ ኢልና ኣብ ፋይናንሳዊ ህይወቱ ወይ ከዓ ኣብ ገንዘብ ዘለዎ ምሕደራ ኣዝዩ ድኹም ወይ ትሑት ስለ ዝኾነ እዩ ማለት እዩ ስለዚ እዚ ሰብ እዚ ኣብ ብዙሕ መዳይ ህይወቱ ኩሉ ግዜ መኪና ክገዛእ ኣብ ዝደለየሉ እዋን ክራይ ገዛ ክካረይ ኣብ ዝደለየሉ እዋን ከይተረፈ ኣብ ብዙሕ ዝያዳ ኢንተረስት ረይት ወይ ዝያዳ ወለድ ዘለዎ ይኸፍል ወይ ከዓኒ ብዙሕ ግዜ ይንጸግ ማለት እዩ። ናብቲ ቀንዲ ናይ ሎማዓንቲ ኣርእስትና ክንኣቱ እንተ ደኣ ኮይና ከመይ ጌርና ኢና ክረዲት ስኮርና ወይ ከዓ ነቲ ክረዲት ነጥብና ናብ ዝለዓለ ከነብጽሖ ንኽእል ወይ ከዓ ናብ ዘለዓለ ደረጃ ክንዕብዮ ንኽእል እንተ ደኣ ኢልና ክንወስዶም ዝግባኣና ስጉምትታት ኣለዉ። እዞም ስጉምትታት ወይ ደረጃታት እዚኣቶም ኣዝዮም ኣገደስትን ቀንድን ዝኾኑ ስጉምትታት እዮም። ቁጽሪ ሓደ እንተ ደኣ ኣብ ዓባይ ብርጣንያ ዘግነት ዘለና ኮይንና ወይ ኣብ ካልኦት ሃገራት ማለት እዩ ኣብ ዝተፈላለየ ሃገራት ዘለና ወይ ከኣ ክንመርጽ ዝግብኣና እንተ ደኣ ኮይንና ኣብቲ ሃገራዊ ምርጫ ናይቲ ሃገር ክንሳተፍ ይግብኣና እዩ። ኣብ ሃገራዊ ምርጫ ምስታፍ ንክረዲት ስኮርካ ኣዝዩ ይሕግዞ እዩ። እዚ ከዓ ብኸመይ ዝሕግዞ እንተይልና እተን ክረዲት ረፈረንስ ኤጀንሲ ንብለን ዘለና ወይ ፋይናንሳዊ መዳይ ናይ ሂወትካ ዝትርኻ ወይ ዝፅሕፋ ትካላት ንብለን ዘለና እንታይነትካ ከረጋግፃ እንተ ኮይነን በቲ መንግስታዊ ትካል ስለ ዘረጋግፃ እሱ ንፋይናንሳዊ ተኣማምነትካ ስለ ዝዕብዮ እዚ ከኣ ንክረዲት ስኮርካ ኣዝዩ ካብቲ ዝዕብዮ ነገር እዩ ስለዚ ሃገራዊ ምርጫ ኣብ ዝኾነሉ ግዜ ክንሳተፍ ይግባኣና ማለት እዩ ብኻልኣይ ደረጃ ባንኪ ከነውፅእ ኣለና ብሓፈሻ እኮ ባንኪ ከነውፅእ ኣለና ኢልካ ክትዛረበሉ ትኽእል ነገር ኣይኮነን ብፍላይ ኣብ ምዕራባዊ ሃገር ዘለና ብዘይ ባንኪ ክነብር ዝኽእል ሰብ የለን ግን ዝያዳ ግን ከነተኩረሉ ወይ ጠመተ ክንገብረሉ ዝግብኣና ነገር እንተ ኣሎ ኮይኑ ኩሉ ግዜ ሽምና ቁፅሪ ቴሌፎንና ኣድራሻና ምስቲ ካልእ ዶክመንትና ዝተኣሳሰር ኩሉ ሓደ ክኸውን ፅቡቕ እዩ ብዙሕ ግዜ ዝርኦ ወይ ዘጋጥም ነገር እንተሎ ኮይኑ ናይቲ ባንክ ኣድራሻ ናይቲ ሓደ ባንኮ ምስቲ ሓደ ባንኩ በበይኑ ኣድራሻ ወይ ኣብ ሓደ ኣድራሻ ኔርካ ምስ ቀየርካ ናይ ሓንቲ ባንኪ ጥራሕ ኣድራሻኻ ትቕይሮ ወይ ተሌፎንካ ትቕይሮ። እዚ ግን ንክረዲት ስኮርካ ይሃስዮ ስለዝኾነ ክተዕብዮ እንተኾንካ ኩሉ ዶክመንትኻ ምስቲ ዘለካ ምስ ናይ ባንክ ምስ ናይ መኪና እንሹራንስካ ምስ ኩሉ ሓደ ዓይነት ክኸውን ተመራጺ እዩ ምኽንያቱ እንታይነትካስ ኣየጠራጥሮምን ማለት እዩ። ብሳልሳይ ደረጃ ኣብ ዝኾነ እዋን ወይ ኣብ ዝኾነ ግዜ ፋይናንስ ድዩ ወይ ኮንትራት ወይ ከኣ እቲ ውዕል ኣብ ንኣትወሉ ግዜ ናይ ቴሌፎን ክኸውን ይኽእል፣ ናይ ሲም ካርድ ክኸውን ይኽእል፣ ናይ ክራይ ንኸፍለሉ ከይተረፈ እቲ ዝሓሸን እቲ ዝበለጸን ነገር ኣብ መዓልቱን ኣብ ሰዓቱን ምኽፋል እንተደኣ ኮይኑ ምእንቲ ኣብ ሰዓትናን ኣብ መዓልትናን ኣብቲ ዝግባኣና ግዜ ክንከፍል እቲ ዳይሬክት ደቢት ዝበሃል ወይ ከኣ ቀጥታዊ ክፍሊት ክንጥቀም ክንክእል ኣለና። እዚ እንታይ ዝሕግዘና ንኸይንርስዖ ኣብ መዓልቱ ንኽንከፍል ኣዝዩ ሓጋዚ እዩ። ከምኡ እንተ ጌርና ኸኣ ክረዲት ስኮርና ክነዕብዮ ንኽእል ኢና ማለት እዩ። እቲ ራብዓይ ደረጃ ክንወስዶ ዝግብኣና ስጉምቲ እንተ ተኻኢሉ ዓቕምና ክረዲት ካርድ ከነመልክት ክንክእል ኣለና። ናይ ክረዲት ካርድ ዝብል ብጣዕሚ ኣካታዕን ተነቃፍን ኩነታት እዩ። ምክንያቱ እቲ ክረዲት ካርድ ንብሎ ዘለና ኣቐዲሙ እቲ ባንክ ገንዘብ ዘለዎ ካርድ ህበካ እሞ ክትጥቀመሉ ጸንሕ ኣብ ወወርሒ ከኣ ገንዘቦም ይወስዱ ወይ ከዓ እቲ ዘጥፋእኻዮ ገንዘብ ክንዲ ተን ዘጥፋእኻዮን ገንዘብ ይወስዱ ማለት እዮም ክሬዲት ካርድ ሓደ ካብቲ ብእንግሊሽ እንታይ እዮም ዝብሎ ክሬዲት ካርድ ኢዝ ኤ ክሬዲት ቢልደር ባ ዲስትሮየር ኢፍ ዩ ኣር ኖት ዩዚን ኢት ዋይዝሊ ይብልዎ እዚ ማለት እንታይ እዩ ክረዲት ካርድ ሓደ ካብቲ ዝለዓለ ነገር ወይ ከኣ እቲ ዝዓበየ ንክረዲት ስኮርካ ዘዕብዮ ነገር እዩ። ብግቡእ እንተዘይተጠቂምካሉ ግን ኣዕናዊ እዩ ኢሎም ይገልጽዎ ማለት እዮም። ስለዚ ብጣዕሚ ጥንቃቐ ዝሓትት ነገር እዩ። ግን እንተተኻኢሉ ዓቕምና ውሑድን ክረዲት ካርድ ኣፕላይ ምግባር ንክረዲት ስኮርና ይሕግዞ እዩ። ብሓፈሻ ኣብ ክረዲት ካርድ ክንገብሮም ዝግበኣና ነገራት ከኣ ኣለዉ። ንኣብነት ሓደ ሰብ ሽሕ ክረዲት ካርድ ወይ ሽሕ ፓውንድ ዘለዎ ክረዲት ካርድ እንተ ኣለዎ ኮይኑ ኣብ ወርሒ ክጥቀመሉ ዝግብኦ እንተበዚሑ ካብ 20 ክሳብ 30 ካብ ሚእቲ ጥራሕ ክኸውን ኣለዎ እዚ ማለት እንታይ እዩ እንተ ደኣ ሽሕ ዘለዎ ክረዲት ካርድ ኣለካ ኮይኑ 800 እንተተጠቂምካሉ እንታይ ኢሎም እዮም ዝሓስቡ በቲ ክረዲት ካርድ ኢኻ ትናበር ዘለካ ኢሎም ይሓስቡ ማለት እዩ ዝዓበየ ነገር ኣብ ወርሒ ምስ መጸ ደሞዘይ ምስ ተዋሃብኩ ወይ ገለ ክኸፍሎ እየ ኢልካ ትሓስብ እንተለኻ ኾንካ ደሞዝካ ኣብ መዓልቱ እንተዘይተዋሂብካ ኢልካ ክትሓስብ ኣለካ ክትከፍሎ ትኽእል ዶ ወይ ስራሕ ጠጠው ተልካ ወይ ተሓሚምካ ድዩ ዝተፈላለየ ኩነታት ኣጋጢምካ ክትከፍሎ ክትክእል ኣለካ እዚ ማለት እንታይ ማለት እዩ ዓቕምኻን ውሑድ ገንዘብን ኣውፂኻ እንተፀኒሕኻ ንክትከፍሎ ኣሸጋሪ ኣይኮነን ከምዚ ንብሎ ዘለና ልዕሊ ኩሉ ከዓ ብዙሕ ክሬዲት ካርድ ምጥቃም ማለት ብዙሕ ፐርሰንተጅ ናይቲ ክረዲት ካርድ ዘለካ ምጥቃም ማለት ዝበዝሐ ልቓሕ ትወስድ ኣለኻ ማለት ስለ ዝኾነ ከም ዕዳ ምብዛሕ ገይሮም ስለ ዝርድእዎ ንክረዲት ስኮርካ የጉድሎ እዩ ስለዚ ክረዲት ካርድ እንተለና ኮይኑ እቲ ቀንዲ ክንገብሮ ዝግብኣና እንተበዚሑ 20 ክሳብ 30 ካብ ሚእቲ ኣብ ወርሒ ጥራሕ ክንጥቀም ኣለና ኣብ ሰዓቱን ኣብ ግዜኡን ከዓ ኩሉ ክንከፍሎ ኣለና ገሊአን ዝተሓተ ገንዘብ ክትከፍሎ ዝግብኣካ ኢለን ሰት ዝገብራልካ ኣለዋ ዋላ ንኣብነት ብሽሑ እንተተጠቂምካ እንተደሊኻ ክልተ ሚእቲ ንወርሒ ጥራሕ እንዳገበርካ ክትከፍሎ ትኽእል ኢኻ ንክንድዚ ንዓመት ንክልተ ዓመት ክብሉኻ ይኽእሉ እዮም እቲ ዝበለጸ ንክረዲት ስኮርካ ክዕብዮ ዝኽእል ነገር ግን እተን ዝተጠቀምካለን ገንዘብ ብምልእተን ኣብ ወርሒ ምኽፋል እዩ ዝበለጸ ወይ ዝዓበየ ልምዲ ንብሎ ዘለና ከኣ ዳይሬክት ደቢት ምጥቃም ምክንያቱ ኣብቲ ዕለት እቲ ክትርስዖ ስለ ትኽእል ዳይሬክት ደቢት ተጠቂምካ ኣብ መዓልቱን ኣብ ሰዓቱን ክትከፍሎ ብጣዕሚ ኣዝዩ ሓጋዚ ንክረዲት ስኮርካ ኣብ ምዕባይ እዩ ማለት እዩ። ብሓፈሻ ብናተይ ተመክሮ በቲ ናተይ ትዕዝብቲ ኣብ ከባቢየይ ዘለዎ ብዝሪኦ ነገር ኩሉ ግዜ ክረዲት ካርድ ካብ ክህልወካ ኦቨርድራፍትን ክረዲት ካርድን ካብ ክህልወካ ዘይክህልወካ ኣነ ብናተይ ብውልቃውነት ባዕለይ ብውልቂ ኣነ ኣይመርፅን እንታይ እንተልካ ቀዳይ ነገር ትሰርሕ እንተኾንካ ካብ ኣይ ዶንት ኖ ካብ ሽሕ ክሳብ ዓሰርተ ሽሕ ዘለዎ ክሬዲት ካርድ ክህቡኻ ይኽእሉ እዮም እዚ ማለት ከዓ ክትጥቀመሉ ክትጥቀመሉ እንተፀኒሕካ ኩሉ ግዜ ኣብ መዓልቱን ኣብ ሰዓቱን ከፊልካ ሓንቲ መዓልቲ ግን ብዝተፈላለየ ምክንያት ኣብ መዓልቱን ኣብ ሰዓቱን ክትከፍሎ እንተዘይክኢልካ ከምዚ ክሬዲት ስኮር ኢዝ ክሬዲት ቢልደር ባር ዲስትሮየር ክንብሎ ፀንሕና ኣብ ፋይናንሳዊ መዳይ ሂወትካ ኣዕናዊ ክኸውን ስለ ዝኽእል እንተተኻኢሉ ብጣዕሚ ውሑድ ዘለዎ ክረዲት ካርድ ምውፃእ ማነጅ ክገብር ወይ ከዓ ከመሓድር ኣይክእልን ኢልካ እንተሓሲብካ ከዓ ምግዳፍ እቲ ዝበለፀ እዩ ቀንዲ ግን እንታይ ዘገድስ እንተኢልና ክረዲት ካርድኻ ሽሕ ይሃልዎ ዓሰርተ ሽሕ ይሃልዎ ዘገድስ ነገር ካብ ዒስራ ተበዚሑ ዒስራ ክሳብ ሰላሳ ካብ ሚእቲ ኣብ ወርሒ ጥራሕ ተጠቂምካ ኣብ ሰዓቱን ኣብ መዓልቱን ምኽፋል ወይ ከኣ ምምላስ ስለ ዝኾነ ዋላ ናይ ሚእቲ ክረዲት ካርድ ዘለዎ ዋላ ናይ ዓሰርተ ሽሕ ናይ ሓሙሽተ ሽሕ እንተፍቀዱልኩም ባዕልኹም ክንድዚኤን ዘለዎ ክረዲት ካርድ ጥራሕ ዝደሊ ኢልካ ከም ዓቕምኻ ኣቲኻ ኣብ መዓልቱን ኣብ ሰዓቱን ምኽፋል እቲ ዝበለጸ ንክረዲት ስኮርካ ወይ ንክረዲት ነጥብኻ ከዕብዮ ዝኽእል ነገር እዩ። ብሻድሻይ ደረጃ ክንወስዶም ዝግባኣና ስጉምቲ እንተደኣ ኣለዉ ኮይኖም ክረዲት ስኮርና እንተተኻኢሉ ኣኣብ ዓመት ከነረጋግጾ ወይ ክንሪኦ ይግባኣና ማለት እዩ። እዚ እንታይ እዩ ዝሕግዘና እንተኢልና ክረዲት ስኮርና ጎዲሉ እንተደኣ ጸኒሑ ስለምንታይ ጎዲሉ እቲ ምኽንያት ኣብቲ ክረዲት ስኮር ስለ ዝነግር ክረዲት ስኮርና ዘጉደሎ ምኽንያት ከነመሓይሾ ወይ ከኣ ክንጽግኖ ይሕግዘና እዩ። መጠንቀቕታ ኣብ ዘድልይ ግን ብዙሕ ግዜ ክረዲት ስኮርካ ምርግጋጽ ወይ ከዓ ንምርኣይ ንክረዲት ስኮርካ እውን የጉድሎ እዩ። ገሊኦም ትካላት ከ ኣለዉ ክረዲት ስኮርካ ከረጋግጹልካ ወይ ክርእዩልካ ገንዘብ ዘኽፍሉ ኣለዉ። ብዙሕ ኣፕስ ወይ ብዙሕ ትካላት ኣለዉ ክረዲት ስኮርካ ብነፃ ክገብሩልካ ዝኽእሉ ግን ክረዲት ስኮርና ብዘይ መደብ ምርግጋጽ ንርእሱ ንክረዲት ነጥብና የጉድሎ ስለ ዝኾነ ጥንቃቐ እውን የድልየና። ግን ናይ ነፃ ኣፕ ኣለዋ ብናይ ነፃ ኣፕ ጌርና ወይ ብናይ ነፃ ኣፕሊኬሽን ትካላት ብአን ጌርና ክሬዲት ስኮርና ከመይ ወይ ኣብ ከመይ ኩነታት ከም ዘሎ ከነረጋግፅ ንኽእል ኢና ማለት እዩ ስለዚ እዘን ሽዱሽተ ክንሪኤን ዝፀናሕና ነጥብታት ብምኽታል ክረዲት ስኮርና ካብ ዘለዎ ናብ ዝለዓለ ደረጃ ከነብፅሖ ወይ ከዓ ክነዕብዮ ንኽእል ደረጃታት እዚኦም እዮም ስለዚ እዚኦም እንተጌርና ርግፀኛ ንክረዲት ስኮርና ናብ ዝለዓለ ደረጃ ከም ዘብፅሖ ማለት እዩ ካልእ ብዙሕ ሰብ ልሙዳት ጌጋታት ከወግዶም ዝግበኦ ሰብ ብዙሕ ሰብ ጌጋ ዝፍጽሞ ነገር እንተ ኣሎ ኮይኑ ውሑዳት ክንርኢ ኢና። ብቐዳማይ ደረጃ ኣብ ዝኾነ እዋን ይዕበ ይንኣስ ክረዲት ክንሓትት ኮለና ፋይናንስ ክኸውን ይኽእል፣ ሞርጌጅ ክኸውን ይኽእል፣ እታ ዝነኣሰት ኮንትራት ናይ ሲም ካርድ ከይተረፈት ክኸውን ዝኽእል ማለት እዩ። ኣብ ዝኾነ እዋን ሓሲብናን ዓቕምና ምዃኑ ፈሊጥናን ኮንትራት ድዩ ፋይናንስ ድዩ ክንኣቱ ይግባኣና ማለት እዩ ስለዚ ከመይ ጌርና ከነመሓድሮ ከም ንኽእል ከይፈለጥና ከይሓሰብና ክንኣቱ ኣይግባኣናን እዩ ከነወግዶ ይግባኣና ከይሓሰብካ ምግባር ማለት እዩ ካልእ ብዙሕ ክሬዲት ካርድ ምሕታት ገሊኡ ሰብ ኣሎ ኣብ ብዙሓት ትካላት ክረዲት ካርድ ይሓትት እሞ ልዕሊ ዓቕሙ ስለ ዝኾኖ ብዙሕ ክረዲት ካርድ ምሕታት ኣብ ወላ ሓደ ዝሕግዘካ ነገር የለን ዕዳ ጥራሕ ተብዝሕ ስለ ዘለኻ ዋላ ክትከፍሎ ትኽእል ኩን ብዙሕ ከም ዝተለቃሕኻ ጌሮም እቶም ትካላት ናይ ሬፈረንስ ኤጀንሲ ስለ ዝትርጉምዎ ስለዚ ካብ ብዙሕ ክረዲት ካርድ ምሕታት ክንውገድ ወይ ከኣ ክንቁጠብ ይግበኣና ማለት እዩ። ብሳልሳይ ደረጃ ንሪኦ ክፍሊት እንተ ኣለና ኮይኑ ኩሉ ግዜ ገዛ ክራይ ክኸውን ይኽእል፣ ናይ ፋይናንስ ናይ መኪናና ክኸውን ይኽእል፣ ሞርጌጅ ክኸውን ይኽእል፣ ናይ ሲም ካርድ ኮንትራትና ክኸውን ይኽእል፣ ዝኾነ ይኹን ዝኽፈል ዘለና ነገር ናይ ማይ ናይ ልቺ ከይተረፈ ኣብ ሰዓቱን ኣብ መዓልቱን ክንከፍሎ ተመራጺ እዩ። ስለዚ ኣብ ሰዓቱን ኣብ መዓልቱን ዝግባኣና ክፍሊት ክንከፍል ጽቡቕ እዩ። ካልእ ንሪኦ ነገር እንተሎ ኮይኑ ኩሉ ግዜ ሙሉእ ገደብ ናይ ክረዲት ካርድኻ ዘይምጥቃም ወይ ናይ ኦቨርድራፍትኻ ዘይምጥቃም እዚ እንታይ ማለት እዩ እንተበዚሑ ካብ 20 ክሳብ 30 ካብ ሚእቲ ናይ ክረዲት ካርድኻ ኣብ ወርሒ ጥራሕ ክትጥቀመሉ ይግባእካ ኣንቲ ወይ ገሊፅና ኢና ሽሕ እንተለካ ኮይኑ እንተበዚሑ 200 ወይ 300 ኣብ ወርሒ ጥራሕ ክትጥቀመሉ ይግባእካ እተን ዝወሰድካዮን ገንዘብ ከዓ ኣብ መዓልቱን ኣብ ሰዓቱን ብዳይሬክት ደቢት ክትከፍሎ ፅቡቕ እዩ ወይ ተመራፂ እዩ ማለት እዩ ካልእ ንሪኦ እንተተኻኢሉ ብዙሕ ግዜ ኣድራሻኻ ዘይምቅይያር ምክንያቱ ከምዚ ንብሎ ዘለና ኣብ ፋይናንሳዊ መዳይ ሂወትካ ብዙሕ ግዜ ኣድራሻ ምቅይያር ነቶም ክሬዲት ሬፈረንስ ኤጀንሲ ዝበሃሉ ወይ ናይ ፋይናንሳዊ መዳይ ሂወትካ ዝስንዱ ሰባት ኣብ ድንግርግር ስለ ዝእትዎም እዚ ንክረዲት ስኮርካ ሓጋዚ ስለ ዘይኮነ ብዝተኻእለ መጠን ኣድራሻኻ ብዙሕ ግዜ ዘይምቅያር፣ ከምዚ ንብሎ ዘለና ቴሌፎንካ፣ ኣድራሻኻ ወይ ሽምካ እንተተቓይሩ ከኣ ቀልጢፍካ ነቲ ዝምልከቶ ትካል ወይ ካምፓኒ ምሕባር ማለት እዩ። ካልእ ልዕሊ ዓቕምኻ ዝኾነ ክረዲት ካርድ ወይ ከኣ ልዕሊ ዓቕምኻ ዝኾነ ፋይናንስ ዘይምሕታት እቲ ከንወግዶ ዝግባኣና ነገር ኩሉ ግዜ ከምቲ ኣቐዲምና ዝበልናዮ ኣብ ዝኾነ እዋን ክረዲት ኣብ ንሓተሉ ወይ ከኣ ልቓሕ ኣብ ንሓተሉ እዋን ዓቕምና ምዃኑ ከነረጋግጽ ይግብኣና ማለት እዩ። ካልእ ብፍላይ ኣብ ሕብረተሰብና ዘጓንፍ ነገር ብሽምካ ጌርካ ንሓደ ሰብ ሓድሽ ስለ ዝኾነ ወይ ክረዲት ስኮሩ ታሕቲ ስለ ዝኾነ ብሽምካ ጌርካ ኩንትራት ወይ ውዕል ምእታው ሓደ ካብቲ ንክረዲት ስኮርካ ክጸልዎ ዝኽእል እዩ ብኣሉታ እዚ ማለት እንታይ ማለት እዩ? ንገሊኡ ሰብ ከምዚ ዝበልናዮ ክሬዲት ካርዱ ወይ ክሬዲት ስኮሩ ማለት እየ ታሕቲ ስለ ዝኾነ ወይ ከዓ ሓድሽ ስለ ዝኾነ ናብዚ ዓዲ ይኣብይዎ እሞ ብሽምካ ጌርካ ሲም ካርድ ተውፃሉ ወይ ቴሌፎን ኩንትራት ተኣትወሉ ዋላ ድሓር ኣብ ቀፃሊ እቲ ንብሎ ዘለና ብባንክ ዋላ ቀይሮ ክሳብ እቲ ውዕል ወይ እቲ ኩንትራት ኣብ መንጎኻን ኣብ መንጎቶም ትካልን ክሳብ ዝኾነ እቲ ኩንትራት ሽም ክሳብ ዘየመሓላለፍካዮ ዝኾነ ክፍሊት ኣብ ግዜኡን ኣብ መዓልቱን እንተዘይከፊልዎ እቲ ሰብ እቲ ሳዕቤን ናባኻ ስለ ዝመጽእ ካብ ከምዝታት ክንቁጠብን ሓሲብና ክንገብርን ይግባኣና ማለት እዩ ስለዚ ከምዚ ክንሪኦ ዝጸናሕና ካብ መጀመርታ ክረዲት ስኮር ወይ ክረዲት ነጥቢ እንታይ ማለት ምዃኑ ኣብ ምንታይ ከም ዝሕግዘና እንታይ ስጉምትታት ወይ ደረጃታት ብምኽታል ኢና ኣብ ዝለዓለ ደረጃ ክረዲት ስኮርና ወይ እቲ ክረዲት ነጥብና ከነብጽሖ ንኽእል እንታይ ሕማቕ ልምድታት ኢናኸ ከነወግዶም ዝግባእና ዝብል ክንርኢ ጸኒሕና። ስለዚስ ክንደይ ግዜ'ዩ ዝወስድ? ክረዲት ስኮርና ካብ ዝተሓተ ናብ ዝለዓለ ደረጃ ከብጽሖ እንተድኣ ኢልና ብሓፈሻ ንሓደ ሰብ እንተድኣ ዝኾነ ዕዳ ዕዳ ማለት ብጀካ እቲ ኣብ ወርሓዊ ኣብ ዕለቱን ኣብ ሰዓቱን ባዕሉ ፈትዩ ዝኸፍሎ ነገራት ከምዚ ባንክራፍት ዘይኮነ ሰብ ወይ ከኣ ኣብ ኣዝዩ ዝተጋነነ ፋይናንሳዊ መዳይ ዘየለ ሰብ እንተ ደኣ ኮይኑ ካብ ሰለስተ ወርሒ ክሳብ ዓሰርተ ክልተ ወርሒ ክወስደሉ ይኽእል ስለዚ ነዞም ንብሎም ዘለና ደረጃታት ብምኽታል ጽቡቕ ዝኾነ ልምድታት ብምእትትታው ክረዲት ስኮርና ካብዚ ዘለዎ ናብ ዝለዓለ ደረጃ ኣብ ውሽጢ ሰለስተ ክሳብ ዓሰርተ ክልተ ወርሒ ከነብጽሖ ንኽእል ኢና ተስፋ ይገብር እዚ ደረጃታት ብምኽታል ክረዲት ስኮርና ናብቲ ዝለዓለ ደረጃ ከነብጽሖ፣ ምኽንያቱ ከምዚ ዝረኣናዮ ክረዲት ስኮርካ ማለት እቲ ዝዓበየ ባኣታ ኣብ ፋይናንሳዊ መዳይ ናይ ሂወትካ ስለዝኾነ። ዝኸበርኩም ተኸታተልቲ ማህደር ኔትወርክ ናይ ሎሚ ዝነበረና መደብ ነዚ ይመስል ስለምክትታልኩም ኣዚና ነመስግን ኣብ ናይ ሎሚ ሓጋዝን ኣገዳስን ነገራት ኣብ ምዕባይ ክረዲት ነጥብና እንታይ እዩ ትብሉ? ወይ ከኣኒ ዘይጠቐስናዮም ግን ከኣ ሓጋዝን ኣድላይን ነገር ትብልዎ ነገር ኣብ ቦታ ኮመንት ክትገድፉልና ተስፋ ንገብር። ስለ ምክትታልኩም ደጊምና ነመስግን። ካልእ ግዜ ብካልእ ኣርእስቲ ክሳብ ንራኸብ በብዘለናዮ ሰላም ወሰናይ። የቐንየልና።